እዚኦምን ካልኦትን ኣብዚ መደብ እዚ ክንርኢና ሰናይ ምክትታል ሰላም ሰላም ደቂ ዓበይቲ ሎማዓንቲ ብጣዕሚ ደስ ደስ ዝብሉ ቪዲዮታት ተመይሰኩም መፅእ ኣለኹ ሰብስክራይብ ምግባር ኣይትረስዑ ላይክ እውን ላይክ ምግባርኩም ኣይትረስዑ ካብኡ ሓሊፉ ኮመንት ሃልዩኩም ዝኾነ ሓሳብ ተሃልዩኩም ክውሰኽ እኒኦ እዚ ክቕነስ እኒኦ ትብልዎ ነገር እንተሃልዩ ኮመንት ግበሩለይ ንኸላ ቢንያም ኣየ ስደት ሕሱም
ሎምስ መታዓቢተይ እምበር ናፊቐዮም በዛ ዓይነይ ክወፅ ደልዮም ናይ ግዜ ንእስነተይ ሓቢርና ንበልዕ ንሰትን ዝነበርና ሓመድ ልሒስና ዝዓበና ሓቢርና ንስሕቕ ንፃወት ዝነበርና ሓንቲ ቅጫ ተማቒልና ንበልዓ ዝነበርና ቀዳድ ክዳን ገይርና ንጓዓዝ ዝነበርና ንወለድና ተማእዚዝና ንኺድ ዝነበርና ኣበይ ኣለኹም መታዓቢተይ ስደት ሕሱም ፈላሊና በቃ ስደት ሕሱም ፈላሊና በዛ ዓይነይ ክትወጽ ደሊኹም መታዓቢተይ ዕድመን ጥዕናን ሃብኩም ኣብ ዘለኹሞ ሰላምታይ ከኣ ይብጻሕኹም ንኹላኹም መታዓቢተይ ኣበይ ኮን ትህልዉ ፋሕፋሕ ኢልና ምሽ ክንጣራነፍ ኢና ንመን ኢሎ ፈጣሪ ንተኣኻኸብ ኢና መታዓቢተይ ናይ ግዜ ንእስነትና ክንዝክር ኢና በርከ ትጥዕም ዝነበርናያ ግዜ ካብኡ ዝበልጽ ነገር ስለ ዘየለ።
ክንደይ ኣወዳት በጺሐን ባዕለን ነግራና ገሊኤን ኣዋልድ። ሓሙሽተ ኣወዳት በጺሓ ንሓሙሽቲኦም ትዝርግሓልና እንታይ ንገብር ሕጂ ንሕና ሓሙሽቲኦም ንሪኦም ሓሙሽተ ኣወዳት በጺሓስ ንሓሙሽቲኦም ባዕላ ነጊራትና መምስ መጽዋ እንድሕር ተሳኢላ ስምዓ ስምዓ ተን ደቂ ኣንስትዮ እዚኣ ትጠቅመክን እያ ምሽ ኣነ ክሕነቅ መሸኒትኪ ሸር ጌሮሞ ወይ ጡብኪ ሸር ጌሮሞ ማዓኮርኪ ሸር ጌሮሞ ኢሎም ሸር ጌሮምኒ ምሽ ክሕነቅ እብለኪ ኣለኩ ሽክ ኢለ ኣሎ ዝብሃል ኣሎ ዝብሃል ዘኒጠ እብለኪ ኣለኩ ናይ ዘለኒ ሓይለይ ኣኪበ ዘኒጠ ናይ ኣበራ በየነ ወሊዐ እየ ዝስዕስዕ ኣነ who cares ከይደ ካብ እንዳ ሓበሻ እንጀራ ኣምፅኤ ፀብሒ ሰሪሐ እንጀራ እንዳበላዕኩ እየ ላይፍ ዝኣቱ
ህፃን ቆልዓ ጉያ ከይፀገበት እዎ እንታይ ደኣ እሞ ወይዘሮ መብራህቲ ኣደ ኣርባዕተ ቆልዑ ብዓሰርተ ትሽዓተ ስሳ ዓመተ ምህረት ተወሊደን ኣብ ስሳን ኣርባዕተን ዕድሜኣን ዓሪፈን ኣለዋ ምን ቤታ መብራህቲ ግደይ ሽማ ነታ እዋ ኣታ ትዕልለታ እንታይ ኮይነ ኣለኻ ኣነ እኮ ፍቅረኛ ባዕላ ዝዓረፈት እኮ ይመስልኒ ነይሩ ዋይ እሞ ባዕለ ባዕላ እኮ እያ ዓሰርተ ሸሞንተ እየ ዶ ዋይ ኣታ ኣነ ኢልሞ ትኸዋይ እሞ ላየ ላይ ኣፍሓርለይ እሞ ፍቅረኛይስ ሽጎርያ ነይርን ማለት ድዩ
እቲ ቀደም ኔርክ ጠስሚ ግልበጥ ኢልካ ሕጂ ስሚ ኣብይ ኣሕመድ ሎሚ ብዛዕባ ኩናት ብዛዕባ ናይ ቀይሕ ባሕሪ ከምኡውን ብዛዕባ ናይ ውዕል ፕሪቶርያ ገለ ካብ ዝተዛረቦ ሕጽር ኣቢለ ክነግረኩም፣ ብዛዕባ ናይ ቀይሕ ባሕሪ ኢትዮጵያ ምስዚ ትዓብዮ ዘላ ብኢኮኖሚ ከምኡውን ምስዚ ህዝቢ እንዳበዝሐ ዝኸይድ ዘሎ ብዘይ ቀይሕ ባሕሪ ክኸውን ከምዘይክእል ንኢትዮጵያ ቀይሕ ባሕሪ ብጣዕሚ ከምዘድልያ እቲ ቀይሕ ባሕሪ ግን ምስ ኤርትራ ውግእ ባሃል ቀንዩ ምስ ኤርትራ ዝኾነ ውግእ ከምዘይደሊ ምስ ኤርትራ ብምዝርራብን ብስምምዕን ቀይሕ ባሕሪ ምጥቃም ደኣ እምበር ከምቲ ክበሃል ዝቐንየ ብኲናት ክኽውን ከም ዘይክእል ክሕብር እንከሎ፣ ኢትዮጵያ ድማ ቀይሕ ባሕሪ ንኽትረክብ ካልኦት ሃገራት፣ ኣካላት ኣብዚ ጉዳይ'ዚ ኢዶም ክሕውሱ፣ ዓይኒ ቢዝነስ ብዓይኒ ጥቕሚ ንኹላትካ ሓቢርካ ንምዕባይ ክስራሕ ከም ዘለዎ እምበር ከምቲ ዝበሃል ዘሎ ኲናት ክኸውን ከም ዘይክእል ክሕብር እንከሎ፣ ብዛዕባ ውዕል ናይ ፕሪቶርያ ድማ ውዕል ፕሪቶርያ ብዙሕ ጥቕምታት ከም ዝነበሮ ብዙሕ እውን ከም ዝተገበረ ብዛዕባ ተመዛበልቲ ድማ እቲ ጉዳይ ክሳብ ሕጂ ጠጠው ኣቢልዎ ዘሎ ፖለቲካን ሰብኣውነትን ስለ ዝተሓዋወሰ እዩ ብዓይኒ ብልፅግና ድማ እዞም ተመዛበልቲ ናይ ትግራይ ናብ ገገዝኦም ክምለሱ ከም ዝደልዩ እንተኾነ ግን ኣብቲ ጉዳይ ፖለቲካ ተሓዊሱ ነቲ ጉዳይ ይሕንፍሾ ከም ዘሎ ብጉዳይ ተመዛበልቲ ድማ ፖለቲካ ክስራሕ ከም ዘይብሉ ክሕብር እንከሎ ብሓፈሻ ግን ክፈትሕዎ ኣብ ምዝርራብ ከም ዘለዉ ነቲ ጉዳይ ክፈትሕዎ ምዃኖም ሓቢሩ ኣሎ። እቲ ምሉእ ትሕዝቶ ኣብ ዩቱብ ቻነለይ ጌረልኩም ኣለኹ። ነቶም ሓጺር ትፈትዉ ግን ብሓጺር በዚኣ ንወድኣያ። እቲ ላይክ ኣይትረስዑ ኢኹም። ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን። የቐንየለይ። ናዕታ ዳፋና።
ኣነ።
ኣይትሕግዝናን ኢኻ ማለት። ተውሳኸ። ኣይተዳፋእናን ኢኻ።
ኣይሓስቦኮ።
እዋእ።
ውረድ ኣነ።
እንታይ ክገብር? ውረድ ንኣዳ ፋና። ናይ መን መኪና ኢለ ክደፍእ?
ናይ መን መኪና ኢልካ ዲኻ ስቕ ኢልካ? ናይ መን መኪና ኢልካ ዲኻ ስቕ ኢልካኒ? ናተይ። ናይ በዓል ሃድፋያ?
እወ። እንታይ ኳንካ? ኣነ ናይ ጉልበት ስራሕ እኮ ይብርሃኒ ከምዚ እኮ ከይከውንስ ከኣ ከምዚ
ናቲ ኤማ
በቃ ለይመጽእ ሰብ ትጽበ ኣለኻ?
ተኸተላ እኮ ክመጽእ እየ እምበር ኣይመጽን እየ በለትኒ። ወጣት ይኾ ከድኻ ብዝሕስ ጉይ ጉይ ኢልካ ህይወትካ ለይ ትልውጥ ዝጎየ ይኹሉ እኮ ናወርቂ መዳልያ ኣይሽለምን ንምዃኑኸ ፍቅረኛ ንያትካር ፍቅሪ ብዙሕ ሰዓት ፍቅሪ እንታይ ክኾን ዋንኡ ሒዝካ ምግናእ እዩ ኣየ እማ ኩልና እኮ ከም ስምና ዝተፈላለዩ ልቢ እዩ ዘለና ማለት
ኣየ እማ እስኻ ዘድልየካ ነገር ከይምልጠካ ጉየ ኣነ ድማ ዘድልየኒ ነገር ከይምልጠኒ ኮፍ ኢለ ክፅበ እየ። በቃ ቻው።
ተመስገን ምባል ጽቡቕ እዩ። ምስ ዓይነ ብርከይ ኣለኹ፣ ወፊረ ድማ ብሰላም ይምለስ ኣለኹ። ነዛ ናይ ዕለት እንጀራይ ድማ ረኺበ ይምገብ ኣለኹ። ብሰላም ደቂሰ ድማ ብሰላም ይትሳእ ኣለኹ። ተመስገን እየ ዝብል። ካብ ክንደይ ጸላእተይ ዝሕልወኒ ተመስገንካ ኣምላኽ ካብ ኩፉእ ትስውረኒ ተመስገንካ ኣምላኽ ንዝደልዮን ዝምነዮን ትበኒ ተመስገንካ ኣምላኽ ተመስገን ምባል ጽቡቕ እዩ ነዚ ዘለኽዎ ንኸይስእኖ ንኣምላኽይ ባሪካን ቀዲስካን ሃበኒ እየ ዝብሎ ብጀካ ንሱ ካልእ ወላ ሓደ የለን ኣብ ደቂ ሰባት ምውካል ማለት ንእግዚኣብሄር ካብ ምርሳዕ ማለት እዩ ናተይ ልብሎ ነገርስ የለይ ዋላ ኣዕርኽቲ ዋላ ፍቕረኛ ዋላ ፋሚሊ ዋላ ገንዘብ ዋላ ንብረት ዋላ ጉልበት ዋላ ኣነ ናተይ ልቢ ናተይ ርእሲ ናተይ እግሪ ናተይ ኢድ ግን ኣነ መን እየ ናተይ ኣካል ኣካለይ ይተርፍ እዮ እዚ ኣነ መን እየ you know ኣደይ እንደደደይ ዋላ ኣካለይስ ገዲፈዮ ክኸድ እየ ዋላ ንብረትካ ገዲፍካ ትከድ ኢካ ዋላ ፍቅረኛካ ወይ ገዲፍካ ትከድ ኢካ ወይ ገዲፋትካ ትከድ ኢያ nothing permanently ምሳካ ልጸንሕ ነገር የለይ ብዙሕ ልቢ ስብራት እና ልመጽእ ሲ ንዚኦም ምሳና ለይጸንሑ ነገራትስ ለለና ኣይሰዲ ሒዛ ኣይሰዲ እዚ ናተይ እዩ ንብሎ ነገር እዩ ብዙሕ ግዜ ኣብ ልብና ልሰብሮ ኣብ ሓዘን ለእትወና ተስፋ ለቑርጸናሲ ንግሆ ተላዒልካስ ኩሉ ነገርሲ ያእ እዚዩ ናተይ ኢልና ስለ ንቕበሎ እዩ ድሕሪኡ ለይኾኖ ክኾን ተሎ ልብና ንሰባበር ኣነ ኣብዚ ዓመት ቃል ተማርኾ ነገራት ሓደ ዓብዪ ነገር እንታይ እዩ ናቲንግ ብሎንግስ ቱ ሚ ተመጽዩ ዋልከም ተኸይዱ ኣብ ምንግዲ ጻዕዳ ይጽናሕኻ Live life ላይፍ ብጣዕሚ እያ ንእሽተይ you don't know what's gonna happen to you እዞም ንተካረኻዮም ነገራት ኹሎም ዋላ እዚ ፍቕሪ ዋላ እዚ family ዋላ ኣካልኻ መዓዘ ገዲፍካ ሃምልኻ ድማ ዓዘ ሃምብጠልምካ ኣይትፈልጦ ኢና ብልተኻእለካ መጠን ንሃለወካ ፍተዎ ንሃለወካ ተጠቐሙ ንሃለወካ ጽቡቕ ግዜ ኣሕልፍ I love you ኣማን ገብረይ ዝበሃል ኢሎም እኳ ተባእሳይ እዩ ኢሎም እኳ ኣይትፅርኒ ኢልዋ ነታ ነታ ኣስመራ ሕጂ እወ ሰብ ስዋ ክሰቲ ክዘናጋዕ ደልዩ ከይድ ኢሎም ካብቲ ኣባሻውል ምፅ ኢሉ ጣዕ ቢሉ እንዳዘበጦም በቃ በ- በዚ ቴስታን ጌርን ጌሩ ዘብጦም ኢሎምካ ሕጂ ነት ኣንታ ዘርኦም ንዓንዲ ሰላም ሃበና ንዓባ ሰላም ክወርዳ እዛ ኣስመራ ንዓበጀኻ ንዓኺ ዳኡ ኬትካ ንዓ ዘራ ይግበረልና ኢሎኒ እወ እንታይ ዝኾነ ይብሎም ከምዚ ዝበሃል እዚ ኣማን ገብረ ዝበሃል ኣሎ ንዓ ንዑ ሕዘልና ኢሎኒ ክትድብቆ ከይደ ኣነ ትፈልጠኒ እንዲኻ ካነ ከብደይካ ጨው ኣይትብልኒ ከይደ ምፅእ ተበልኩ ኣብኡ እንዳ ስዋ ኣሎ ከመይ ዳኣ ብሰለ ኣብኡ ኮፍ ኢለ ሓውካ ትዕኒ ኢለ ሕጂ ከይሸክር ሓንቲ መለሊ ከየድሰቲ ኢለ ኮፍ ኢለ እወ ትፅበየን ዲኻ ደላ እወ
ወዲ ህሩግ ክብልና መዓት ገበታ እንግዳ ዓዩ ኣይትፅርየ መሬት ክንዲ ኸላይ ሰብ ከሎ ዲ ወይኒ
ዝርያ ደኣ ዝርያ እንድሕር ገይሩ ደኣ ዝርያ ኣለውን እንዲዮም ንዓይ ከዓ ቦይኒ ድዩ ድመፀካ ዘሎ ሕጂ ብዚኣ ኩነታት እዚኣ ሓዊ ተፈጢራ ደ ቦይኒ እዩ ወ ቦይኒ እዩ ሕጂ ራስ ብራስ እወ ምፅእ ኣቐዲሙ እኳ ሓንቲ እኳ ኣጉሲጥኒ እዩ ምጉሳጥ ሓቂ ሓሽ ወዓፍ ሓንቢለ ሽዑ ሰጠቃዕ ኣብዛ መሬት ብሙሉ ዝሰብ ሽዑ ግደፍዎ እታ ሰብ ኣይኮነን ዝግደፍዎ ሰብ ኣይኮነን ሰብ ኣይኮነን ተባሂሉ ሽዑ ግደፍዎ ኣማን ተሳዒረ በሊልዎ ተሳዒረ በሊልዎ በቃ ሽዑ ብራዘር በቃ ኣሚነልካ ስኻ ናይ ብሓቂ ሰብ ኣይኮንካን እዩ ንገርመካ ኣማን ገብረ ዝበሃል ነሽ
ዋ ነሽነሽ ንባዕሉ በይኑ ነሽነሽ ሲ እንታይ ዝበሃል እዩ ሓንቲ ሃገር እዩ ነሽነሽ እዚ ክዛረበካ ሃገር ትበሉኻ ኸ ሰለማዊት ሃገር ልኡላዊት ሃገር ከዓ እምበር እንታይ ትብላ ኣለኻ ስኻ ንዜጋታታ ኣኽቢራ ንስደተኛታት ተኽብር ሃገር እምበር ሃገር ነሽነሽ ሃገረ ነሽነሽ እዝጊ ዛሪብካ ዝሓወይ እዝጊ ዛሪብካ ኣንቱም ኣብ ሃገርና ሓሲቡና ትብሉ ኣብ ሃገርና ይጥዓመናን ትብሉ ምፁ ናብ ሃገረ ነሽነሽ ምፃ ናብ ሃገረ ነሽነሽ ምፃ ዘን ኣሕዋተይ ኣውድ ኣመት ኣውድ ኣመት ክኸውን እንከሎ ንደቂ ኣንስትዮ ሽፎንን ሁማንየርን ብናፃ ትዕድል ሃገር ንደቂ ተባዕትዮ ዱልዱላት ንክኾኑ ንጅም ብናፃ ብናፃ ጅም ተስርሕ ሃገር ብናፃ መፅሓፍቲ ትዕድል ሃገር ዋይፋይ ዳታ ፋስት ክቕልጥፍ መዓት ሸር ከይተባሃለ እንከሎ ፖስት ከይተባሃለ እንከሎ ዝኾነ ነገር ቀዲምካ ንስኻ ትሪኦ ሃገር ተበሉ ኮንካ ሃገር ነሽነሽ ሃገር ነሽነሽ ተገፊዐ እንዴ ከኣ ተገፊዐ እኳ እየ ህ፣ ኤርትራዊ ኣይኮነን ትግራዋይ እዩ ኣይ ትግራዋይ ኣይኮነን ናይጀርያ እዩ ዝመስል ኣ ሶማሊ እዩ ዝመስል ገፊዕኹምኒ ገፊዕኹምኒ እግዚኣብሔር መጠረሽትኡ በቃ ሃገር ኢኻ እስኻ ተገንጸል ኢልኒ ተገንጸል ተገንጺለ ሃገር ኮይነ ሃገር ኣኺለ ሃገር ነሽነሽ ህም፣ ውሕስቲ ሃገር ሰላማዊት ሃገር ኣብ ዝኾነ ሰዓት ናብ ሃገር ነሽነሽ መጺኹም ክትነብሩ ከም ትኽእሉ ቃል ይኣትወልኩም ህም፣

ናይ ጀርመን ክንሓተኩም ተደቢርና ይቅሬታ ተኣኪብና ወዲእናኩም ኢና ብሕሜታ እወ መዘና ዘይብልኩም መሰታ ብለይቲ ትሰርሑ ትጽዕሩ ድሮ ድሌለይ በራሕ ብሩ ትውድእ ንምስክር ንምስክር ናይ ለይቲ ትሰርሑ ምስክር ደይ ትበቕዑ ካበለለ ናይ ለይቲ ትሰርሑ ንምስክር ደይ ትበቕዑ
ንዕጉር ስምዑ በላ ደረቃት ይኹም ተረርቲ ፍፅም ዘይትነቕዑ እንተ ፀገም ፀገም ኣለኩም ኣብ ቢራ ኮይኑ መዓልኩም መስተ ተብዝሑ ኮንኩም ኣይትፅልኡና ናትኩም ተሂብናኩም ኣይትኾርይልና እንተኣረምናኩም
ከም ሰብ ማይ ከም ሰብ ማይ ደሰትዩ ቢራ ሰቲኹም ትሸኽሩ ሃበን ከም ሰብ ማይ ደይትሰትዩ ቢራ ሰቲኹም ትሸኽሩ ኣብ ዳስ ኣብ መርዓኹም ኣብ ዳስ ወጺኹም ልዕሊ ቴንዳ ትሓድሩ

ኦይ ኣይትበል እንታይ ወሪድኩም ኣብ መርዓኹም ትስዕ እንታይ ወሪድኩም ኣብ መርዓኹም ትዘሉ እንታይ ይሽግርኩም መርዓትኩም ትሕንግሩ ከዓ በለለይ
እንታይ ይሽግርኩም ኣብ መርዓኹም ትዘሉ እንታይ ይሽግርኩም መርዓኹም ትሕ- መርዓትኩም ትሕንግሩ እስከ በሉ ስቕ ከኣሉ ኣይትሕመዩና ኣይትበሉና ውራይኩም ግበሩ።
ኪድ እስኻ ካልእ ካበል ኣነ ኣዴታተይ ንሓራ ዘየውጻኹ ኣደ ጎረቤት ክብል ኣይነብርን እየ ኣነ በቃ ኣብቲ ኣብቲ ጽንኩር እዋን ምስ መን ጠጠው ብል እፈልጥ እያ ኣብቲ ጽንኩር እዋን ምስቲ በቃ ዝምልከቶ ሰብ ጠጠው በል ካብኡ ንደሓር ግን ተረዲእኻኒ በቃ ኣደይን ስድራይን ሓራ ይወፁን ኣደይን ስድራይን ዓደይን እዩ ሓራ ከውፅእ ግደፈና ጠጠው ኢኹም ጠጠው ኢኹም ጠጠው ኢኹም ጠጠው ኢኹም ናበይ ትውሰድና ወለዶ ተለኩም ኪዱ ፌስታልኩም ሒዝኩም ዋ እንታይ መዓት እዩ ግደፈና ወዲ ክረስ በጃኻ ኣነ ዋላ ሓንቲ ምሳኻ ባእሲ የብለይን ኣይ- ኣይ- እ፣ ዋላ እውን ፅላኣት የብለይን ፈተወካ እየ ግን በቃ እቲ ናትካ ሓንሳብ ፖለቲከኛ ኮንኩ ትብል ኣብ ገለ ገዛእት ኢኻ ወይ ፖለቲከኛ ኮንካ ወይ ተቃላሳይ ኮንካ ወይ ከም ብርጌድ ንሓመዱ ኣይትቃለስ መሊስካ ከኣ የለኹን ኣነ እኮ ፖለቲከኛ ኮንኩ ትብለና ሕጂ ስእልካ ሚድያ ንዓይ ተረዲኻኒ ፈለሰፎን ኣነ ካብ ዝሓዝኩዎ ኣርእስቲ ክጠውየኒ ዝኽእል ፍጡር ኣብ ምድሪ የለን ተረዲኻኒ ምናልባት ኬድና ኣጀንዳ ክንቕይሮ ገለምታት ትብል ተኾንካ እብለካ ኣለኹ ንዓይ እብለካ ኣለኹ ሰብኣዊ ፍጡር ካብቲ ዝደልዮ ሓሳብ ዝዛረቦ ዝቕይረኒ ብተኣምር ማንም ሰብ የለን ፋሚሊ ክትተክል ደሊኻ ቆልዑትካ ወሊድካ ገለ መለስ ፋሚሊ ቴኖ ትበሃል ብንዳ ታኒካ ትጽዋዕ ፋሚሊ ሽዑ እታ ሓፍተይ ከዓ ሰይቲ ቴኖ ክትበሃል እቶም ደቂ ሓፍተይ ከዓ ደቂ ቴኖ ክበሃሉ ሓሳብካ ጥራይ ይኣክል ቴኖ ሓወይ ክንዲ ገለ ዝኸውን ብዕራይ ዝመስል ሰብኣይስ ማርያም ትሃብኩ ኣስጢሕካ እንዳ ክትውዕ ዘለካ ሳኻ እንታይ ትቧቅጥ ኣለካ ደቂ እረይ እንዳበልካ ካብ ወዲ ደኣ ወዲ ይልምን እዩ ኔኻ ገጅፍ ሓርኢ ሰብኣይ እኮ ሰሪሑ እዩ ዝበልዕ ብሮ ንስኻ ግን ደው ቀሪ ሆብዶ ሓግዝኒ እንዳበልካ ሰብኣይ ሰሪሑ እዩ ዝበልዕ ካብ ከማኻ ሰብኡትኻ ትልምን ዘለኻ ስኻ ብፅብፅ ጀት ዕንጃል ዋ ሰው ተበልናያስ በቃ የብዙሐ ገላታ ከማኻ ዝንዑቀ የብለይ ናብ ቲክቶክ ሙሉእ ዓፋሪ ሰካራ

ጡሽጡሽ ኣብ ገለ ናይ ሓገዝ ተረኺቡ ይፈልጥ ገለ ገጅፍ ሓርኢ ገጅፍ ሓርኢ ኢልዎ እዚኣስ ሓደ ፅቡቅ ጌርካ ለሚንካ ፅቡቅ ኣርግፃ ለሚንካ ትረኽቦ ይጥዑም ተስፋ ኣይትቁረፅ እሞ እንታይ ድዩ መሲልኪ እዚ ፍቅርና ዳሓን ንስኪ ከመይ ትርእዮ። ጽቡቅ
ኣንታ መንእሰያት ኣብነታውያን ባዕለይ መመርዓኹኩም። በዚ ከምዚ ወስድ ተሰቀለ ከምዚ ወሲድዋ ከምዚ ገለ ክረኣ ንበዓል ስመን ደስ ይብለኪ ገለ ከምዚ። ያክላ ኣታ ያ ኣታ ቅዱስ ቅንቐሊኦም ከማን ሲረስ ልምተ መርዓ ኣታ መርዓ ድበሃል ድየለ መንእሰያት ደይምርዓው ድፋ ኦሪት ትርኢ ብዘይካ ድካሰቡ ብዘይካ ድፋትሑ ብዘይካ እዚኣስ እዚኣ ዛረበኪ እዚኣ ሓቅኺ ኢኺ እዚኣ ንኣ ገሪማትኒ ኣደላ መንእሰያሲ እንታይ ግን ፊሊ ሓወይ እንተ ኣብ ፍቅሪ ሹያ ተቀራሪብካ ቀልጢፍካ ወይ ክትወልዳ ኣለካ ኣብዚ ሕጂ ግዜ ወይ ክትምርዖ ኣለካ። እእ ምውላድ ስቃይ ከይተመርዓካ ትወልድ። ምውላድ ምውላድ ሞሲባ እያ ቀልጢፍካ ክትወልዶ የብልካን። ረይ እንተ ተመርዒካ እቲ ዝዓበየ ጸጋ ማለት እዩ እንተ ዘየለ ግን ዋላ ተወሊድካ ከማኡ ኢልካ ክትምርዖ ትክእል ኢካ ማለት ኦኬ ከምዚ ምሽ ኣሎ በቲ ባህሊ ገለ ክትብሉ ትክእሉ እንዲኩም ግን እንታይ ንምባል ኢኩም ኢለ ግዜ ተወሲዱ መብዛሕትኡ ረሓሓቅ ኢካ ትሪኦ
ወላ ምስ ወለድካ ወላ ተረሓሓቕ ኣባህላኺ ድዩ ዋላስ ተወሊድካስ ትጥርነፍ ኢኻ ማለት። ተወሊድካ እኮ ዘቢዞ ዘራኽብ ኣለካ ዘቀራርብ ኣለካ ሜትካ እኮ ኢኻ ዘይ። ቆልዓኻ ገለ ዓርቀካ ገለ።
ሙሳ ኣይኮነን ግን ያው።
ርቆኩም ሓደ ክልተ ካብ ኣኮሎ ጉዛይ ሃ እዚ እዚ እዚ ቀዳማይ እዚ ክከይድ ኣለዎ ትምህርቲ እዚ ቀዳማይ ካብ ፍልጠት ናጻ እዩ ካብ ምሁራ ኣእምሮ ዝበሃል ኣሎ እእምሮ ግበር ባይ ባይ እቲ ሓወይ ፅባሕ ክኣቱ እዩ ሕጂ ምስ ፋሚሊ ልኽሽ ዶ
ባይ ኦኬ ባይ ካብ ትምህርቲ ናፃ ጎጆ ኢልኪ ባይ በሊ ንበለ ሰላም ሃለኪ ቻው ክሰምዓከ ታሕቲ ኮይነ ፈልጥ እየ እንታይ ከም ትብል ክረኣየካ በዳን ቻው ከምኡ ኣይትኸ- ዋ ሰገን ከምኡ እንተልኪ እኮ ልዕለኪ ኣለኪ እየ ክያሮ እቲ ታወንከቲ ንፀሎ ኢና እምበር ከምዚ ክንፃወት ተዘይኮይና እምበር መላዓልትና ገለ ይኮንኩን እታ ሓንቲ ዝበልክያ ናይ ሰንዓፈ ገለ ግን ፅቡቅ ኣይኮነትን ኢልና እምበር ከምዚ ነቶም ጋሽ ባርኪ ከዓነ እዞም ምሳና ዝሰርሑ ከኣ ከይተቐይምልና ገለ ሓደ መዓልቲ ክንራኸብ ኢና መዓስ ከም ንራኸብ ግን ኣይፈልጣን እየ ክንራኸብ ምዃንና ግን ኣይጠራጠርን እየ ኩሉ ሻዕ ዝናፍቕ ኩሉ ሻዕ ዝዝክር ኩሉ ሻዕ ዝሓስብ ወትሩ ኣብ ጉዕዘይ እውን ዝዝክር እየ ጥራይ ጥዕና ንመን ኢልዎ ምርኻብና ኣይተርፍን እዩ እታ ንራኸበላ መዓልቲ ግን ብግዜኣ ክትመጽእ እያ ንራኸብ ኢና ኸኣ
ኣወዳት ኣሕዋተይ ኣብ ዘድልያ ጥራሕ እንድሕር ትደልየኩም ኮይና ናብዚ ውሰደኒ ከምዚ ግዝኣለይ ከምዚ ግበረለይ ኖእ በልዋ ምኽንያቱ ኣብ ዝደለየቶ ሬዲ ኮይንኩም እንድሕር ፀኒሕኩማ ከነም ከም ኣፍቃሪኣ ደይኮነት ትርእየኩምሲ ከም ሰራሕተኛኣ ወይ ከም መሓዛኣ እያ ትርእየኩም ሶ ኖእ ምባል ፍለጡ ገለ ገለ ወዳት ኣብ ዘድልያ ፍሽኽ ትብሎም ኣብ ዘድልያ ትድውለሎም ምሽ እሶም ከኣ ፈትያትኒ እላ ኢሎም ይሓስቡ ዳሕራይ ሞር ፈትውዋ ምሽ ሞር ኣብ ፍቕሪ ምስ ኣተዉ ፍቕሮም ክገልጹላ ምስ ጀመሩ ኖ ኣነስ ከም መሓዛየ ድርእየካ ከም ሓወየ ድርእየካ ትብሎም እሶም ሸዑ ሀርት ኾኑ ሶ መን እያ ንጥቕማ ኢላ ፍሽኽ ትብለኩም መንያ ንጥቕማ ኢላ ትድውለልኩም ኣላልዩ መንያኸ ናይ ብሓቒ ትግደሰልኩም መንያኸ ናይ ብሓቒ ትፈትወኩም ኣላልዩ ስኢልኩም ዝበላኹም ሕራይ ሕራይ ኢልኩም ነብስኹም ኣይተሕስሩ ጊዘኹም ኣይተጥፍኡ ኖእ በልወን እሞ ኖእ ኣይጥዕመንን እዩ ከምዚ ናይ ብሓቂ ሽግር ተጋጢሞን ኦኬ ትሕግዝወን ተዘይ ኮይኑ እዚ ከምዚ ቀበጥበጥ ክሓታካ እንከለዋ ከምዚ ግዝኣለይ ከምዚ ሰንጭረለይ ኖእ ኣይጥዕመንን እዩ ቢዚ እየ እሞ በልወን ሽዑ ብፉሉይ ዓይነን ገይረን ክጥምታኩም እየን ሞር ክፈትዋክን እየም ክትፈትወኩም እያ ሞር ከተክብረኩም እያ ሓደራኹም ኣሕዋተይ ስለ ዝኾንኩም እየ ድመኽረኩም ደለኹ ከመይ ጌርኩም ኣብ ፍቕሪ ከተእትዋ ትኽእሉ? ንሓንቲ ዝፈተኹሞ ንሓንቲ ዝፈተኹማ ጓል ከመይ ጌርኩም ኣብ ፍቕሪ ከተእትዋ ትኽእሉ ክትፈልጡ ትደልዩ እንድሕር ኮይንኩም ከኣ ኮመንት ግበሩለይ ሕተቱኒ ክመኽረኩም እየ ዘብሄረ ሓበሻ ላቭ ዩ ብሩኽ መዓልቲ

ባእ እዚኣ ጽብቕቲ ሕቶ እያ ኣስቱካ ምናልባት ክርስትያን እንተኾንኪ እንታይ ይብል መስለኪ መጽሓፍ ቅዱስ ሰብኣይ ዕድመ ኣዳም እንተኣኺሉ ካብ ስድርኡ ተፈልዩስ ናብ ሰበይቱ ይኸይድ እሞ ምስኣ ከዓ ሓደ ኣካል ይኸውን ኢሉ ተረዲክኒ ስለዚስ ካብ ኣዴኻስ መን መን ልዕሊ ኮይኑሎ መጽሓፍ ቅዱስ ሰበይትኻ ምክንያቱ እሳ ሓደ ኣካልካ እያ ተረዲክኒ። Exactly ዋው ፋይናሊ ምሽ ገሊኦም ኣለው ን ኣነ ን ማማይ ዝመልስ ነዲኣ እኮ ኣደ ፍቅሪ ሰበይቲ ፍቅሪ ፍሉይ ነገር እዩ ኣነ ከም ይሓስቦ ሓደ ወዲ ዓርከይ ድዩ ወይ ሰብኣይ ኮሙን ን ኣነ ነደይ ቅድም ነደይ ገበትቱ እንተይሉኒ ን ኣብ መገዳ ቀጽሊ ክብሎ። ዋይ ታይ ኢለ መዓንቲ ልበኣስ ዘየለ ተሓበን ክልተ መዓልቲ ሙሉእ ገይረ ካሊእ ይበኣስ ታሕቲ ሰፈር ክወርድ ሰን ለከፋት ኢና ልበኣስ ይሳኒ ሚጣ ጃኬት መሃኒ ታሕቲ ሰፈር ጽሕ መጽ ልበኣስ ይሳኒ እዋ ኣረ ዝሓወይ ሃሞ ይበሃሊ ሰብ ብንግኡ ሰላም ላለመንስ ስኻ ባእሲ

ውድ ኮይኑማ ነዊሕ ቀይሕ ጨሓም ክኾን እኒዎ
ዋይ ወዳ እሞ ትማል እኮ ኣፍሮ ቤቲንግ ተጫዊተማ ሓደ ሚሊዮን ወፅሕኒ እኮ እዩ

እወ ከማኺ ተራእያትኒ ሰብ እወ
እወ ዒሕ ኣይተብዝሕ ዘራእቲ ዒሕ ብዙሕ መልኩ እርዳኑ ከይደ እንተ ዒሕ እወ ተብዝሕ ኣለኻ መዓስ መልኩ ንሉ
ኣብ ዝተፈላለየ ኣጋጣሚታት ኤርትራውያን ደቂ ተባዕትዮ ሮማንቲክ ኣይኮንኩምን ኢና ንበሃል። ዘርኦም ኣብ ፍቕሪ ከሎ ሰሚዕኩሞ ኢኹም። ከመይ ዓይነት ቃላት ኣውጽእ፣ ጓል ከመይ ኢላ ዛዕ ኢላ፣ ከመይ ገይሩ ጠብስ፣ ከመይ ገይሩ የጀናጅን ትርእይዎ ዶ ኣለኹም? ዋላ እቶም ሮማንቲክ ዘይኮንኩም ካብ ዘርኦም ተማሃሩ ዘርኦመይ ከኣ ኣሐጒስካኒ በቃ ናይ ኩላትና ርኢኹም ማዕረ ክንደይ ሮማንቲክ ምዃንና ሕጂሲ እቲ ሮማንቲክ ምዃንን ዘይምዃንንሲ ኣብ ምንታይ ዝምርኮስ መሲልኩም ኣብ ቃላት ኣመራርፃ ኣተናፍሳ ከመይ ጌርካ ቃል ድሕሪ ቃል ሰኺዕኻ ኣበይነይቲ ተዕርፍ ትፈልጥ ኣበይነይቲ ጋብ ትገብር ትፈልጥ ዋላ እታ ጓል ከማን ማዕረ ክንደይ ተሓጒሳ ኣብቲ መወዳእታ ሪኹማ ሓፊራ በቃ ምስኪነይቲ እምዚኣ ኢላ ዘኸሳዳ ጉዕጽጽ ጉዕጽጽ ጉዕጽጽ ኣቢላታ ዋላ ኣብ ቲክቶክ ኹን ማለት እዩ
ኣሜሪካ ከለኹስ ኣብ ጽርግያ ረኢናያ ሸጊጋ ገለ ጥዋዋዕ ኢላ ገለ መለሲ ትማልስ ርእያ ገለ ኢሉ ስዕልሎ ሓደ መሳርሕተይ ማለት እዩ ንሳሜላ ልመደ የዕልሉ ኣንታ ንዓባ ኣታ ሰብ ኣሜሪካ እያ ደላ ባሊ እንዲሪ ያብረው ኣንታ ንዓባ ዋእ ኣሎ ከምኡ ዕላላት ኣሎ ንሓወቦይ ባዕሉ ሓወቦይ ሓወቦይ ሓወቦይ ሓወቦኻሲ ኣቦኻ ማለት እዩ ኩሉ ህይወተይ ዝፈልጥ ገለ ማለት እዩ ትሕኪዮ ብስነ ስርዓት ታሂለ መለስ ኣብ ገዛና እንዳ ተኻርያ ተቕመጥ በፂፃትና እያ ሰንቢዱ ሰብኣይ ሲ ብዛዕባ ጓሉ እዩ ዝዕለል ዘሎ ዶ ኣብ ገዛይ ዝቕምጥ ምስ እንዳ ስድራይ ገለመለ ገለ እዩ ኣሎ ከምኡታት ዕላል ማለት እዩ ኣብ ኣፍካ ድርጉሕልካ ገለ ንስድራኻ ደየለ ዕላል እቲ ዘሎ እኮ ኣሎ እዩ እቲ ዘየለ ዕላል ግን ሰብ ግን ወላ ሓንቲ ናእያ ይስማዕንን
ፅቡቕ ሓቂ ዘረባ
እቲ ምሕማይ ክብለካ ከለኹ ሰብ ኣብ ስራሕ ዘሎ እንዲ ዝሕመ ሕማቅ ተተዛሪቡ ከዓ መን ምዃኑ እዩ ዝነግረካ ዘሎ ማለት እዩ። ፀርፊ፣ ሕማቅ ዘረባ ዋላ እዚ ሕጂ ኢንተርሚው ንገብር ኣለና ዝኾነ ነገር ሰብሲ ፅቡቅ ክብል ይኽእል ሕማቅ ክብል ይኽእል ኣሎ ግን ዓቅሙ ፀርፊ ጥራይ ሰብ ካብኡ ዘይሓልፍ ሰብ ኣሎ ኣብ ሕማቅ ዘረባ ጥራይ መልሓሱ ዝቅድሞ ሰብ ሶሲ እዩ ዓቅሙ ማለት እዩ ኣብ ደረጅኡ ወሪድካ ንስኻ ክትዛረብ ኣብ ደረጅኡ ወሪድካ ንስኻ ክትምልስ ገለመለ ኣነ ኣይሓስበዎን ከማን ማለት እዩ ኣየጨንቀንን እዩ